ሓደ ዘገርም ሓቂ ኣሎ። ስነ-ኣእምሮኣዊ መጽናዕትታት ከም ዘረጋገጽዎ፣ ኣእምሮና ካብ ሰባት ዝወርደና ንዕቀት ወይ ትሕት ኢልካ ምርኣይ ልክዕ ከም ኣካላዊ መጉዳእቲ ወይ ሕማም ገይሩ እዩ ዝምዝግቦ። ኣብ ቦታ ስራሕኻ፣ ኣብ መንጎ መሓዙትካ ወይ ኣብ ማሕበራዊ ህይወትካ ሓደ ሰብ ንሓሳብካ ከናእሶ ከሎ ወይ ንመንነትካ ዘመንምን ዘረባ ክድርብየልካ ከሎ ኣብ ውሽጥኻ ዝስምዓካ ክትጻወሮ ዘይትኽእል ስቓይ በዚ ምኽንያት እዩ። ዴል ካርኔጊ ከም ዝበሎ፣ ነፍሲ ወከፍ ሰብ ክልተ ነገራት ኣዝዩ ይደሊ፣ ምኽባርን ምፍቃርን። ግን እዚኣቶም ክትረክብ ንኹሉ ሰብ ቀሊል ኣይኰነን። መብዛሕትእና ኣብ እንውዕለሉን ግዜና ኣብ እነሕልፈሉን ቦታታት ንኽብርና ዝትንክፍ ወይ ንዕቀት ዘርእየና ሓደ ሰብ ኣይሰኣንን። እቲ ንዕቀት ደው ንምባል ንወስዶ ስጕምቲ ግን መብዛሕትኡ ግዘ ጌጋ እዩ። ነቲ ዝንዕቀና ሰብ ብተመሳሳሊ ጸርፊ ክነጥፎ ምፍታን ሓዊ ብሓዊ ከም ምጥፋእ እዩ። እዚ ድማ ሓቀኛ መፍትሒ ኣየምጽእን። ስለዚ ኣብ ዓለም ስነልቦና እቲ ዝዓበየ ሕቶ ሓደ ሰብ ንዕቀት ብኸመይ ክቆጻጸሮ ይኽእል ዝብል እዩ። ብመሰረት እተን ዝተገብራ መጽናዕትታት እቲ መፍትሒ ኩሉ ግዜ ካብ ውሽጥኻ እምበር ካብ ወጻኢ ኣይመጽእን። ብሓጺሩ ሰባት ካብ ምንዓቕ ክትዓግቶም ኣይትኽእልን። ነቲ ንዕቀት ብኸመይ ከም እትምልሰሉ ምፍላጥ ግን ንዓኻ ኩሉ ግዜ ዓወት የውሕሰልካ። ኣብ ናይ ሎሚ ቪድዮና፣ ንዕቀት ንምቁጽጻር ክብርኻ ንምሕላውን ዝሕግዙኻ ሸውዓተ ስነ-ልቦናውያን ሜላታት ክላለየካ እየ። እዚ ቪድዮ ጠቓሚ ኮይኑ እንተረኺብካዮ ላይክ ብምግባር ጀምሮ። ንፈለማ እዋን ኣብዚ ቻነልና ተረኺብካ እንተለኻ ድማ ሰብስክራይብ ብምግባር ኣባል ስድራቤትና ኩን። እቲ ቀዳማይ ሜላ ስቕታ እዩ። ኣብ መዓልታዊ ህይወትና ብዙሕ ነገራት የጋጥመና። ንኣብነት፣ ምስ ሰባት ኮፍ ኢልካ ሓሳብካ ክተካፍል ከለኻ፣ ንስኻ ደኣ እንታይ ትፈልጥ ኢሉ ዘናእሰካ፣ ክትዛረብ ከለኻ ኮነ ኢሉ እናኣተወ ዘቋርጸካ፣ ወይ ብዛዕባ ኣለባብሳኻን ኩነታትካን ዘባጩ ሰብ ኣይሰኣንን። በዚ ግዜ'ዚ እቲ ተፈጥሮኣዊ ምላሽና ምቑጣዕ፣ ምክልኻል፣ ክትዕ ምእታው፣ ወይ ተመሊስካ ምጽራፍ እዩ ግን እቶም ኾነ ኢሎም ዝንዕቁኻ ሰባት ዝደለይዎ ሓደ ነገር ኣሎ ንሱ ድማ ስምዒታዊ ምላሽካ እዩ ክትሓርቅ ሚዛንካ ክትስሕት እንታይ ማለትካ እዩ ኢልካ ክትከላኸል ክትርኣ እዮም ዝደልዩ ንስኻ እንተሓሪቅካ ንሳቶም ዕላምኦም ወቂዖም ኣለው ስለዚ ካብ ሎሚ ጀሚርካ ከምዚ ዓይነት ነገር ከጋጥመካ ከሎ ቀልጢፍካ ምላሽ ኣይትሃብ ነቲ ዝተዛረብዎ ሸለል ኢልካ ንውሑዳት ሰከንድታት ኣዒንቶም እናጠመትካ ሱቅ በል ፍጹም ኣይትረበሽ፣ ኣብ ገጽካ ናይ ሕርቃን ይኹን ናይ ምሽምቓቕ ስምዒት ኣይተርኢ፣ ብህዱእ መንፈስ ጥራይ ጠምቶም። እዛ ሓጻር ስቕታ እዚኣ ኣዝያ ሓያል መሳርሒ እያ። ሱቕ ክትብለሎም ከለኻ እቲ ዝደልይዎ ምላሽ ትኸልኦም። በዚ ግዜ እዚ እቲ ዝተወርወረ ናይ ንዕቀት ቃል ኣብ ኣየር ተንጠልጢሉ ይተርፍ እሞ እቲ ሕፍረት ተመሊሱ ናብታ ናቶም ዓንቀር ይወርድ። ሰባት ክንዕቑኻ ከለዉ ንስኻ ስቕታ ክትመርጽ ከለኻ፣ እቲ ናትካ ዘረባ ንውሽጣዊ ሰላመይ ክዘርግ ኣይኽእልን ዝብል ሓይለኛ መልእኽቲ ብተግባር ተመሓላልፍ ኣለኻ። እቲ ፍሉጥ ስቶይክ ፈላስፋ ኢፔክትተስ ከም ዝበሎ፣ ዘቖጠዓካ ሰብ ይቆጻጸረካ'ዩ። ሰባት ክንዕቑኻ ከለዉ እንተ ሓሪቕካ እሞ እንተ ኣተኻራኺርካ፣ ክብርኻን ስምዒትካን ክቆጻጸሩ ፈቒድካሎም ኣለኻ። ስቕታን ህድኣትን ክትመርጽ ከለኻ ግን መንነትካ ንማንም ከም ዘይትህብ መከላኸሊ ትሃንጽ ኣለኻ። ስለዚ ቀዳማይ ሜላ ሓይሊ ስቕታ ምጥቃም እዩ። ካልኣይ፣ ነቲ ኩነታት ምግልባጥ። ሓደ ሓደ ሰባት ነቲ ስቕታኻ ከም ድኻም ወሲዶም ንዕቐቶም ክቕጽልዎ ይፍትኑ ይኾኑ። ንኣብነት፣ ኣብ ቅድሚ ሰብ፣ ካባኻ እሞ ካብዚ ዝሓሸ እንታይ ክጽበ? ኢሎም ንኽብርኻ ዝትንክፍ ሓሳብ ክርድኡልካ ይኽእሉ። ወይ ድማ ብመንነትካ ዘባጩ ሕማቕ ዋዛ ክዋዙ ይፍትኑ። በዚ ግዜ እዚ ስምዒታዊ ኮይንካ ነቲ ዝተዛረብዎ ናይ ንዕቐት ቃል ከም ዘይተረድኣካ ነገር ጌርካ ውሰዶ። ኣዒንቶም ብጽንዓት እናጠመትካ ብህዱእ ድምጺ፣ እዚ ክትብል ከለኻ እንታይ ማለትካ እዩ? ወይ ከምዚ ክትብል ዝደፋፍኣካ ምኽንያት እንታይ እዩ? እስከ ኣብርሃለይ ኢልካ ሕተቶ። ሰባት ንኻልእ ንምንዓቕ ኢሎም ሕማቕ ቃል ክድርብዩ ከለዉ፣ ናትካ ምሽምቓቕን ምጭናቕን እዮም ዝጽበዩ። ንስኻ ግን ተረጋጊእኻ ነቲ ዘረባ ክገልጽዎ ክትሓቶም ከለኻ፣ እቲ ጸቕጥን ሕፍረትን ምሉእ ብምሉእ ናብኦም እዩ ዝምለስ። ስነኣእምሮኣዊ ክኢላ ካርል ዩንግ ከም ዝበሎ፣ ሕማቕን ዘዋርድን ባህሪ ናይ ሰባት ብበዝሒ ናይቲ ውሽጣዊ ጭንቀቶምን ናይ ትሕትና ስምዒቶምን ነጸብራቕ እዩ። ስለዚ፣ ተረጋጊእኻ ሕቶታት ክተቕርበሎም ከለኻ፣ ነቲ ዝተሓብአ ድኻሞም ኣብ ቕድሚ ዅሉ ኸም ዚገሃድ ትገብሮ። መብዛሕትኡ ግዜ፣ ሰባት ከምዚ ዓይነት ሕቶ ኪቐርበሎም ከሎ፣ ቃላት ኪእክቡ ይጽገሙ፣ ይተባተቡ፣ ወይ ድማ ነቲ ዅነታት ንምቕያር ኣታ ዋዛ እዩ እኮ ንምንታይ ትትቐየም ክብሉ ይፍትኑ ኣብዚ እዋን እዚ እሺ እቲ ቐልዲ ኣበይ እዩ ዘስሕቕ ንዓይ ኣይተረደኣንን እስኪ ኣብርሃለይ ኢልካ ምለሰሎም ነዚ ምስ እትሓትት እቲ ንዕቀቶም ሙሉእ ብሙሉእ ናብ ናይ ሕፍረት ስምዒት ክቕየር እዩ ናትካ ክብርን ድሕነትን ከይተንከፍካ ነቲ ንዕቀቶም ተመሊሱ ናብኦም ከም ዝጉልበብ ትገብሮ ስለዚ ካልኣይ ሜላ ነቲ ኩነታት ብሕቶታት ጌርካ ምግልባጥ እዩ ሳልሳይ ሜላ ርእይቶ ሰባት ከም ፍጹም ሓቂ ዘይምቕባል እዩ። ኣብ ህይወትካ ሓድሽ ነገር ክትፍትን ከለኻ፣ ስራሕ ክትጅምር ወይ ሕልምኻ ክትስዕብ ከለኻ፣ እዚ ንዓኻ ኣይከውንን፣ ኣይሰልጠካን፣ ዓቕሚ የብልካን ዝብሉ ሰባት የጋጥሙኻ። ኣብዚ እዋን እዚ መብዛሕትኤና ንፍጽሞ ዓቢ ጌጋ ነቲ ናቶም ርእይቶ ከም ፍጹም ሓቂ ወሲድና ኣብ ርእስና ጥርጣረ ምጅማርና እዩ። ብሓቂ ድኹም ድየ? ክኢላ ኣይኮንኩን ድየ? እናበልካ ነቲ ንዕቀቶም ናትካ መንነት ጌርካ ክትቕበሎ ትጅምር። ግን ኣብዚ ክትርድኦ ዝግባእ ዓቢ ምስጢር ኣሎ። ርእይቶ ሰባት ግዝያዊ እምበር ዘላቂ ሓቂ ኣይኮነን። ሓደ ሰብ ስለ ዝንዕቐካ ጥራይ ንስኻ ናይ ንዕቐት መንነት ኣለካ ማለት ኣይኮነን። እቲ ናቶም ንዕቐት ናይቲ ናቶም ጸቢብ ሓሳብን ድርትን መግለጺ እምበር ናይቲ ናትካ ሓቀኛ ዓቕሚ መለኪዒ ኣይኮነን። እቲ እንርእዮ ኩሉ ፍጹም ሓቂ ኣይኮነን። ስለዚ ሰባት በቲ ጸቢብ መነጽሮም ስለ ዝረኣዩኻ ጥራይ ነቲ ዝተዛብዐ ምስሊ ናትካ ሓቀኛ መነት ጌርካ ኣይትውሰዶ። እዚ ክንብል ከለና ኩሉ ርእይቶ ዘይጠቅም እዩ ማለትና ኣይኮነን። ነቲ ርእይቶ ሓቀኛነቱን ጠቓምነቱን ንምዝኖ ንሕና ባዕልና ኢና። ግን ኩሉ ናትካ ረብሓ ዝመስል ዝውርወር ሓሳባት ትኽክል እዩ ማለት ኣይኮነን። ካብ ሎሚ ጀሚርካ ሰባት ዓቕምኻ ከናእሱ ከለው እዚ ናቶም ርእይቶ እምበር ናተይ ሓቂ ኣይኮነን ኢልካ ንውሽጥኻ ንገሮ። እቲ ሎሚ ዝህቡኻ ርእይቶ ጽባሕ ብትሰርሖ ጠንካራ ስራሕን ለውጥን ብቐሊሉ ክቕየር ከም ዝኽእል ዘክር። ነቲ ናይ ሰባት ንዕቐት ኣብ ልዕሌኻ ጸቕጢ ምፍጣር ከቋርጽ'ዩ። ሓምሻይ፣ ደረት ምውሳን'ዩ። ኣብ ቦታ ስራሕ፣ ኣብ መንጎ መሓዙት ወይ ኣብ ማሕበራዊ ኣኼባታት ሓደ ሓደ ግዜ ቀልዲ እኮ'ዩ እናበሉ ንመንነትካ ዝትንክፍ ዘናእስን ዘረባ ዝድርብዩ ሰባት ኣለዉ። ምናልባት እቲ ናትካ ለውሃትን ትዕግስትን ከም የዋህነት ወሲዶም ዝደለይዎ እንተተዛረቡ ከም ዘይትቕየም ሓሲቦም ደረት ክሰግሩ ይኽእሉ። ኣብዚ እዋን'ዚ ብዙሓት ካባና ዝሰርሕዎ ጌጋ ነቲ ሰብ ከይንቐይሞ ወይ ነገራት ከይበኣስ ኢልና ሓቢርና ንስሕቕ ወይ ኣብ ውሽጥና እናሓረቕና ከም ዘይተሰምዓና ንሓልፎ። እዚ ግን ዓቢ ጌጋ እዩ። ክብሩ ዝሑል ሰብ፣ ሰባት ከም ዝደለይዎ ክጻወትሉን ክብሪ ክትንክፉን ኣይፈቕድን። ምስ ሰባት ዘለካ ርክብ ጥዑይ ክኸውን ቀይሕ መስመር ክህልወካ ይግባእ። ሓደ ሰብ ደረት ሓሊፉ ብተደጋጋሚ ንዕቐቱ እንተርእዩካ፣ ከይተጻረፍካ ድምጽኻ ከይዓርግ ብቖራጽነት ደው ክተብሎ ይግባእ። ኣዒንቱ ብጽንዓት እናጠመተካ ከምዚ ጌርካ ክትዛረብኒ ኣይደልን እዚ ቀልድኻ ንዓይ ኣይምችወንን እዩ ስለዚ ኣብዚ ደው ኣብሎ ወይ ከምዚ ዓይነት ቃላት ክትጥቀም ኣይፈቕደልካን እየ ኢልካ ብንጹር ንገሮ ነገራት ከይሓብእኻ ፊት ንፊት ምግጣም ልመድ ኣብ ዓለም ስነልቦና ኩሉ ግዜ ዝሰርሕ ሓደ ሓቂ ኣሎ ሰባት ከመይ ጌሮም ከም ዘተኣናግዱና ንምህሮም ንሕና ባዕልና ኢና ወሰንካ ብንጹር ክትፈልጥ ከለኻ ሰባት ክሰግርዎ ዘይግባእ ደረት ትሕንጽጸሎም ኣለኻ መጀመርያ ከምዚ ክተነጽር ከለኻ ክደናገጹ ወይ ዋዛ እኮ እዩ ክብሉ ይኽእሉ እዮም፣ ግን ኣብ ውሽጦም ዓሚቝ ኣኽብሮት ክሓድሮም እዩ። ሰባት ንወሰኑ ዘኽብር ሰብ ኩሉ ግዜ የኽብርዎ እዮም። ማንም ሰብ ኣብ ኽብሩ ዘይደራደር ቆራጽ ሰብ ክነኣእሱ ኣይክእልን። ፍልጥቲ ጸሓፊት ማያ ኣንጀሎ ከምዚ በለቶ፣ ኣብ ህይወትካ እትረኽቦ ነቲ እትዕገሶ ነገር እዩ። ንዕቀት እንተ ተዓጊስካ ንዕቀት ክትረክብ ኢኻ፣ ደረትካ እንተ ሓሊኻ ግን ክብርኻ ክትረክብ ኢኻ። ስለዚ እቲ ቐንዲ ነገር ድንበርካ ምኽባር እዩ። ሓምሻይ ሜላ ቋንቋ ኣካልካን ደጋዊ ትርኢትካን ምስትኸኻል እዩ። ኣብ ህይወትካ ሰባት ክንዕቑኻ፣ ክባጭዉልካ ወይ ዘዋርድ ቃል ክድርብዩልካ ከለዉ ብደመ ነፍሲ ኣብ ኣካልካ ዝረኣ ለውጢ ኣሎ። መብዛሕትኡ ግዜ ክሳድካ ትደፍእ፣ ማእገርካ ተውርዶ፣ ትሸማቕ ወይ ድማ ኣዒንቶም ካብ ምጥማት ትሃድም። እዚ ድማ ነቶም ዝንዕቑኻ ሰባት ዓቢ ዓወት እዩ። ምኽንያቱ እቲ ናትካ ምንቅጥ እወ ልክዕ ኢኹም ኣነ ድኹም እየ ዝብል ናይ ኣእምሮ መረጋገጺ እዩ ዝህቦም። ግን ርእስኻ ምኽባር ዝጅምር ብዘረባ ጥራይ ዘይኮነስ ብቋንቋ ኣካልኻ እውን እዩ። ሰባት ብዝተፈላለየ መንገዲ ከናእሱኻ ክፍትኑ ከለዉ ፍጹም ኣይትሸማቐቕ። ኣብ ክንድኡ ቋንቋ ኣካልካ ምሉእ ብምሉእ ቀይሮ። ኣቃምጣኻ ቀጥ ኣብሎ። ማእገርካ ንድሕሪት ጌርካ ብልበ ምሉእነት ደው በል። ክዛረቡኻ ከለዉ ድማ ኣዒንቶም ብትብዓት ፊት ንፊት ጠምት። ብተወሳኺ፣ ንኽብርኻ ኢልካ ኩሉ ግዜ ጽሩይን ዝሰማምዓካን ኣለባብሳ ተጠቐም። ርእስኻ ምሕላውን ትርኢትካ ምስትኽኻልን ንሰባት ንባዕለይ ዓቢ ክብሪ ኣለኒ ዝብል ሓያል መልእኽቲ እዩ ዘመሓላልፍ። ኣብዚ ዘመናዊ ስነልቦናዊ መጽናዕትታት ዝተረጋገጸ ሓደ ዘገርም ሓቂ ኣሎ። ኣእምሮና ንኣካልና ከም ዝእዝዞ ኹሉ ኣካልና'ውን ንኣእምሮና ተመሊሱ ክእዝዞ ይኽእል እዩ። ርእሱ ብዝደፍእን ኣካላዊ ትርኢት ኮይንካ ናይ ዓርሰ እምነት ጥንካረን ክትሓስብ ኣይትኽእልን። ኣቃውማኻ ቀጥ ኣቢልካ፣ ርእስኻ ቀጥ ኣቢልካ ክትስጉም ከለኻ ግን ኣብ ውሽጥኻ ዘሎ ፍርሒ ቀልጢፉ ይረግፍ። ኣእምሮኻ ድማ ናይ ጥንካረ ሆርሞናት ከፈልፍል ይጅምር። ኣብ ባይታ ማንም ሰብ ቀጥ ኢሉ ንዝጓዓዝ፣ ባዕሉ ዝሓለወን ኣዒንቱ ኣቋሪጹ ብድፍረት ንዝጥምትን ሰብ ንምንዓቕ ክልተ ግዜ ክሓስብ ይግደድ። ግርማ ዘለዎ ትርኢትን ቋንቋ ኣካልን እዚ ሰብ እዚ ብቐሊሉ ዝድፈር ኣይኮነን ዝብል ጽኑዕ ድምበር ይሃንጽ። ስለዚ ንዕቀት ብክትዕ ጥራይ ዘይኮነስ በቲ እተንጸባርቖ ኣካላዊ ቁመናኻን ትርኢትካን ክተሸንፎ ትኽእል ኢኻ። ሻድሻይ፣ ትህልወሉ ቦታ ምምራጽ። ኣብ ህይወትካ ግዜ ክተሕልፍ ከለኻ ኩሉ ግዜ ንዓኻ መላገጽን መላገጫን ዝገብሩኻ፣ ንሓሳብካ ቦታ ዘይህቡ ወይ ብዝተፈላለየ መንገዲ ዘናእሱኻ መሓዙት ወይ ማሕበራት የጋጥሙኻ ይኾኑ። ብዙሓት ሰባት ከምዚ ዓይነት ተደጋጋሚ ንዕቀት ኣብ ዘለዎ ሃዋህው ኮይኖም ዓቢ ጌጋ ይፍጽሙ። ንሱ ድማ ምናልባት ሓደ መዓልቲ ዋጋይ ክርድኡኒ እዮም ብዝብል ተስፋ ኣብቲ ቦታ ምጽናሕ እዩ። ወይ ድማ ፍቕሮምን ክብሮምን ንምርካብ ኣብቲ ቦታ ክቃለሱ ይፍትኑ። ግን ክብሪ ኣብ ዘይብሉ ቦታ ክብሪ ክትረክብ ምፍታን ከንቱ ድኻም እዩ። እቲ ዝዓበየ ክብርኻ ናይ ምሕላው ሕጊ ናይ ባዕልኻ ዋጋ ኣብ ዘይፍለጠሉን ክብሪ ኣብ ዘይህቡኻን ቦታታት ዘይምርካብ'ዩ። ሰባት ወሰንካ ነጊርካዮም ከለኻ ብተደጋጋሚ ዝጥሕስዎ እንተኾይኖም ምስኦም ክትከራኸርን ርእስኻ ክተረድእን ምፍታን ደው ኣብሎ። ኣብ ኽንድኡ ክትህቦም ዝግባእ ዓቢ መቕጻዕቲ ህላወኻ ምክልኻል'ዩ። ካብቲ ዝእከብሉ ቦታ ቀስ ኢልካ እግርኻ ኣውጽእ። ምስኦም ካብ ምውዓል ተቖጠብ። ግዜኻ ምሉእ ብምሉእ ከልክሎም። ኣብ ህይወት ካብ ህይወትካ ርሕቆም። ሓደ ኣዝዩ ፍሉጥ ናይ ህይወት ሕጊ ኣሎ፣ ኣብ ሓደ መኣዲ ክብሪ ምቕራብ እንተቋሪጹ ካብቲ መኣዲ ምልዓል ግድነት'ዩ። እቲ ናትካ ግዜ፣ ጉልበትን ስምዒትን ኣዝዩ ክቡር ነገር'ዩ። ማንም ሰብ ከም ዝደለዮ ክጻወተሉ ክትፈቅድ የብልካን። ካብቶም ዘየኽብሩኻ ሰባት ክትርሕቕ ከለኻ ሓንቲ ቃል ከይተዛረብካ፣ ንባዕለይ ዋጋ ይፈልጦ'የ፣ ካብ ክብረይ ትሕቲ ዝበለ ኣተሓሕዛ ኣይቕበልን ዝብል ጽኑዕ መልእኽቲ ተመሓላልፍ ኣለኻ። ምርሓቕካን ውሽጣዊ ሰላምካ ጥራይ ዘይኮነስ እቶም ሰባት እውን ንኽብርኻ ረኪኦም ንዝሰኣንዎ ሰብ ዋግኡ ክሓስብሉን ሕማቕ ባህርዮም ክግምግሙን ይግደዶም። ስለዚ ኣብቲ ቦታ ምርካብ ደው ኣብሎ። ሻብዓይ ሜላ ንዕቀት ሰባት ከም ናይ ዕብየት ዕድል ምጥቃም እዩ። ኣብ ህይወትካ ሰባት ከናእሱኻ ወይ ክንዕቑኻ ከለዉ መብዛሕትኡ ግዜ መበገሲ ዝገብሮ ነቲ ሎሚ ዘለካ ናይ መነባብሮ ደረጃ፣ ናይ ስራሕ ኩነታት፣ ናይ ትምህርቲ ደረጃ ወይ ቁጠባዊ ዓቕምኻ እዩ። ስለዚ ሰባት ነዚኣቶም ተተርኢሶም ክንዕቑኻ ከለዉ ኣብ ውሽጥኻ ዝፍጠር ናይ ትሑት ስምዒት ተስፋ ክቖ ተስፋ ከቑርጸካ፣ ንድሕሪት ክምልሰካ ወይ ከጨንቐካ ኣይትፍቀድ። ኣብ ክንዱ ነዚ ናይ ንዕቀት ዘረባታት ርእስኻ ምሉእ ብምሉእ ንምቕያር ከም መበገሲ ሓይሊ ተጠቐመሉ። እቲ ናይ ሰባት ርእይቶ ንዓኻ ከም ዘዕብየካ ነገር ጌርካ ሕሰቦ። ባዕልኻ መዓልታዊ ንምቕያር ጽዓር። ኣብቲ ድሮ ዝነበርካሉ ደረጃ መነባብሮ፣ ስራሕን ቁጠባዊ ዓቕምን ንኸይትተርፍ ከም መበገሲ ነጥቢ ተጠቐመሉ። ንዕቀት ንባዕሉ ከምዚ ዓይነት ዓቢ ሓይሊ ናይ ምፍጣር ዓቕሚ ኣለዎ። ንሓደ ሓደ ሰባት ንድሕሪት ክምልሶም ከሎ፣ ንኻልኦት ግን ብህልኽ ተደፋፊኦም ዓበይቲ ለውጥታት ክምዝገቡ ይገብሮም። ስለዚ፣ ንስኻ እውን ነቲ ንዕቀት ከም ናይ ዕቤት ዕድል ተጠቐመሉ። ባዕልኻ ካብ ዝኾነ ንዕቐት ንዘላቒ ክተኽብረሉን ዋጋኻ ክብ ክተብለሉን ዝኽእል ፍቱን መገዲ ዕቤት ጥራይ እዩ። ብቃላት ተኸራኺርካ ንስኻ ዝበለጽካ ወይ ክብሪ ዝግብኣካ ሰብ ምዃንካ ንምእማን ኣይትድከም። ኣብ ክንድኡ ግዜኻን ጉልበትካን ምሉእ ብምሉእ ንባዕልኻ ኣብ ምዕባይ ኣውዕሎ። ሓደስቲ ሞያታት ተምሃር፣ ጠንኪርካ ስራሕ፣ ዓቕሚ ሰስን። ኣብ መንነትካ፣ ስራሕኻን ፍልጠትካን ኣስፋሕፍሕ። ነቲ ንዕቀቶም ከም ዓቢ ዕድል ወሲድካ ለይትን መዓልትን ንሕልምኻ ስራሕ። ንዝለዓለ ንዕቀት ዝበለጸ መልሲ ዓወት'ዩ ዝብል ምስላ ኣሎ። ሰባት ክንዕቑኻ ከለዉ ተስፋ ቆሪጽካ ርእስኻ ጸሊእኻን እንተ ተቐሚጥካ፣ እቲ ናቶም ሕማቕ ርእይቶ ትኽክለኛ ምዃኑ ብተግባር ኣረጋጊጽካሎም ኣለኻ። ግን ነቲ ዘባጭውሉ ሕማቕ ሓይሊ ንናትካ ጥንካረ ክትጥቀመሉ ከለኻ፣ ታሪኽ ምሉእ ብምሉእ ክቕየር'ዩ። ኣፍ ሰባት ዝዕጾን ኣረኣእያኦም ዝቕየርን ክትከራኸረሎም ከለኻ ዘይኮነስ፣ ኣዒንቶም እናረኣያ ውጽኢት ክተመዝግብ ከለኻ'ዩ። ምኽንያቱ ውጽኢት ካብ ቃላት ንላዕሊ ናይ ምዝራብ ዓቕሚ ኣለዎ። ሎሚ ኣብ መንነትካ ዝላገጹን ዓቕምኻ ዘናእሱን ሰባት፣ ጽባሕ ጠንኪርካ ኣብ ዘምጻእኻዮ ለውጥን ዓወትን ብግዲ ክሰግዱልካን ከኽብሩኻን እዮም። ዓወትካ ማንም ክከራኸረሉን ከናእሶን ዘይክእል ዝዓበየ ርእስኻ ናይ ምኽባር መሳርሒ'ዩ። ስለዚ ነቲ ንዕቀት ናብ ዓወትካ ዘሰጋግር መሰላል ጌርካ ተጠቐመሉ። ንሎሚ ዘዳለኹልኩም። እዚ እዩ ነይሩ ጠቓሚ ኮይኑ እንተረኺብኩሞ ላይክ። ንፈለማ እዋን ኣብዚ ቻነል ተረኺብኩም እንተለኹም ድማ ስብስክራይብ ብምግባር ኣባል ስድራ ቤትና ኹኑ። የቐኔለይ።